ብነጻ ገንዘብ ከነእትወሎም ንኽእል ዘገርሙ AI። ሰላም ተኻተልቲ ሃብታብ ቴክ ኣካዳሚ፣ ሎሚ ኣብዚ ግዜ AI ሽዱሽተ ኣዝዮም ሓያላትን ኣብ ዝተፈላለየ ኣካላት ሂወትና ክጠቕሙና ዝኽእሉን AI ሒዝናልኩም መጺና ኣልና። እዞም AI ክንጥቀመሎም ነጻ እዮም ኣብ ስራሕና ይኹን ኣብ ትምህርትና ከቃልሉልና ይኽእሉ እዚ ጥራሕ ዘይኮነ፣ ካልእ ምንጪ ኣታዊ ውን ክኾኑና ይኽእሉ እዮም ስለዚ እቶም AI በብሓደ ንርኣዮም። እታ ቀዳመይቲ Claude ዝተባህለት ኮይና ልክዕ ከም ChatGPT መሳሊት እንከላ ግን ዓቢ ዶኪመንታት ፕሮሰስ ክትገብር ትኽእል። እዚ ማለትና ድማ ወላ ናይ ሓምሳ ገጽ መጽሓፍ ሂብናያ ሳማራይዝ ጌራ ጾሚቓ ተደልየና መልእኽትታት ክትህበና ትኽእል እያ። ስለዚ ክንግምቶ ከም ንኽእል ንተመሃሮ ኣዝዩ ጠቓሚ ክኸውን ይኽእል እዩ። እዚ ጥራሕ ዘይኮነ ወላ እውን ስራሕና ምስ ዝተፈላለየ ዓይነት ኢመይላትን ዶክመንታትን ዝተሓሓዝ እንተኾይኑ እቲ ዝመጸና ኢመይል ነዛ AI ብምሃብ ዝኾነ ነገር ተርጒምና ወይ እውን ንጹር መልእኽቲ ክንህብ ትሕግዘና ትኽእል እያ ማለት እዩ። እዚ ጥራሕ ዘይኮነ ሲቪ ክንፅሕፍ እንተደሊና ወይ እውን ዝተፈላለዩ ዓይነት ኢመይላት ናብ ዝተፈላለዩ ትካላት ድዩ ናብ ናይ ስራሕ ቦታ ክንሰድ እንተደሊና በዛ ክላውድ ተጠቂምና ንፁርን ፅፉፍን መልእኽትታት ክንፅሕፍ ንኽእል ኢና። ካብዚ ቀፂልና ንዓና መልእኽቲ ምስ መፀና እውን እዚ መልእኽቲ እዚ ኣብቲ ክላውድ ብምእታው ብንፁር ፕሌን ኢንግሊሽ ይትርጎመልና። እሱ ጥራሕ ዘይኮነ ንሕና እውን ካብኡ ተሞርኪሱ ንፁርን ፅፉፍን መልሲ ክትህበና ትኽእል እያ። ካብዚ ወፃእ ዋላ ሊግል ዶኪመንትስ ናይ ሕጋዊ ወረቓቐቲ ውን ተመጺና መልእኽቱ ወይ ትርጉሙ ብልክዕ ተደይ ተረዲኢና ብንጹርን ድቐለለ ኢንግሊሽን ገይራ ክትርጉመልና ተኸእለ ነዞም ደረስትን ጸሓፍትን ውን ነቲ ድጸሓፍናዮ ነገራት ድጸረፍን ነጸረን ክትገብሮ ስለ ትኸእል ኣዝያ ጠቓሚት ትኸውን ትኸእል እያ ኣብ መዓልታዊ ህይወትና። ካልኣይቲ ድማ ጋማ እተባህለት ፕረዘንተሽን ቢልደር እያ። እዛ ፕረዘንተሽን ክንብል ከለና ዝኾነ ብፓወር ፖይንት ብዙሕ ግዜ ድወስድ ነበረ ክንሰርሖ ሕጂ በዛ ጋማ ብምእታው ብሓጺር ግዜ ንጹርን ጽፉፍን ፕረዘንተሽን ክነዳሉ ንኽእል ኢና። እዚ ድማ ንትካልና ንቢዝነስና ክኸውን ይኽእል

ኖርማል ዘረባታት ዝተፈላለየ ሓጸርቲ ሕቶታት ክምለሰልና ጥራሕ ዘይኮነ፣ ካብኡ ቀጺላ ዝያዳ ዲፐር ወይ ድማ ንውሕ ድበለ ሕቶታትን መልስታትን ክትህበና ትኽእል እያ። ኣብ ርእሲኡ እውን ዝተፈላለየ ዓይነት ስእልታት ጀነሬት ትገብረልና ትኽእል እያ። ሓንቲ ሓጻር ጽሕፍቲ ብምሃብ ድላይና ዓይነት ስእሊ ጀነሬት ክትገብረልና ወይ ክትሰርሓልና ትኽእል እያ። እዚኣ እውን ተመሳሳሊት ምስታ ቀዳመይቲ ክላውድ እተባህለት ዝተፈላለዩ ዓይነት ዶክመንት ወይ ወረቐት መጺእና ተዋሂብና ድሕር ኣነጺሩ ዘይተረድኣና ወይ ዝተፈላለዩ ናይ ሕጋዊ ወረቐት ክኸውን ይኽእል፣ ናይ ስራሕ ወረቐት ክኸውን ይኽእል። ኣጸቢቑ እንተ ነጺርልና፣ ኣብኡ እቲና ብደቐለለን ብሲምፕል ፕለይን ኢንግሊሽ ክትትርጉመልና ትኽእል እያ። እዚ ጥራሕ ደይኮነ ንጹርን ጽፉፍን መልሲ ክትበልና ትኽእል እያ። ከምዝን ከምዝን ኢልኪ መልስለይ ብምባል ንጹርን ውዱእን መልሲ ክትበና ትኽእል እያ። እቲ መልሲ ከም ደለዎ ኮፒ ጌርና ጥራሕ ናብ ዝግብኦ ቦታ ንሰዶ ማለት እዩ። ጎኒ ጎኒ እዛ ጀመናይ ትኸይድ ድማ ጉግል ቪድስ ትብል እያ። Google Vids እዛ Google Vids ሓዳሽ ኮይና ጥቕማ ቪድዮ ጀነሬት ምግባር ወይ ዝተፈላለየ ዓይነት ቪድዮ ካብ ዜሮ ጀሚርና ምስራሕ እዩ ጥቕማ። እዚ ጥራሕ ዘይኮነ ስእሊ ሂብና ናብ ቪድዮ ቀይርልና እውን ክንብላ ንኽእል ኢና። ሓንቲ ስእሊ ጥራሕ ነቕርባ ከምዝን ከምዝን ገብር ደልዮ ሰብ ወይ ድማ ሓደ ካራክተር ወይ ኣቫታር ሂብና ነዚ ሰብ ወይ ነዛ ምስሊ እዚኣስ ከምዝን ከምዝን ገብር ደልያ ብምባል ሙሉእ ቪድዮ ባዕላ ክትሰርሓልና ትኽእል እያ ብደይ ካሜራ ብደይ ንብረት ብደይ ዝኾነ ነገር ማለት እዩ። So እዚኣ ሓንቲ ካብተን ኣዝየን ደገርማን ኣዝየን ሓያላትን ሓደሽቲ AI እያ። ብዛዕባ እዚኣ ዝያዳ ዲቴል ወይ ድማ ከመይ ጌርና ንጥቀመላ ክትርእዩ እንተደሊኹም ኣብ ካልእ ቪድዮ ክንሰርሓልኩም ኣብ ኮመንት ግደፉልና። ካብዞም ኩሎም ኣቕሪብናዮም ደለና AI ኣብ ሓደ ቪድዮ ጥቕሞምን ኣሰራርሖኦምን ኣደልዲልና ክንገልጾም ስለይንኽእል ብፍሉይ ደድልየኩም AI ኣየናይ እዩ ወይ ድማ እቲ ክትጥቀምሉ እትደልዩ ወይ ቪድዮ ክትርእይሉ እትደልዩ ዓይነት AI ኣብ ኮመንት ግደፉልና ካብኡ ተመርኪስና ድማ ፍልይ ዝበለ ዲቴይል ቪድዮ ክንሰርሓልኩም ኢና። ስለዚ እዛ ጉግል ቨድስ ክንብላ ዝጸናሕና ቅድሚ ሕጂ ካልእ ናይ ዓድ መስል ሞዴላት ርኢና ኔርና ንኣብነት ራንዌይ ኤም ኤል ዝተባህለ ወይ ድማ ብቻት ጂፒቲ እተሰርሐ እተፈላለየ ካልእ ኔሩ እዛ ጉግል ቨድስ ትብል ግን ሓንቲ ካብቲ ነጸራን ድበለጻን ሓደሽቲ ፎርምስ ናይ ቪድዮ ጀነሬሽን እያ ቪድዮ ጀነሬሽን ክንብል ከለና ካብ ዝተፈላለየ ነገር ካብ ጽሕፈት ወይ ድማ ስእሊ ተሞርኪሳ ሙሉእ ቪድዮ ትሰርሓልና ካሜራ የድልየና ኣክተራት ኣየድልየና ማለት እዩ ኣቐድም ኣቢልና ከምዚ ኢልናዮ ዝጸናሕና ኣብታ ጀመናይ ብምእታው ናይ ሓደ ከምዝን ከምዝን ዝመስል ሰብ ስእሊ ስርሕልና ንብላ እሞ ምስሊ ናይቲ ሰብ ምስ መጸና ናብዛ ጉግል ቪድስ ኣቲና ድማ ከም ድንቃሳቐስ ግበርዮ ከም ድዛረብ ግበርዮ ኢልና ድተፈላለየ ሓበሬታ ብምሃብ ካብ ስእሊን ጽሕፈትን ተሞርኪስና ሙሉእ ቪድዮ ክንሰርሕ ንኽእል ማለት እዩ ብደይ ካሜራ ብደይ ኣክተራት ብደይ ድኾነ ሰብ ብኤኣይ ጥራሕ ተመርኪስና ሙሉእ ቪድዮ ክንሰርሕ ንኽእል ኢና። እታ ካብዚኣ ቀጺላ ንዛረበላ ነበር ራብዐይቲ ኤኣይ ድማ ጎኒ ጎኒ እዚኣ ትኸይድ እያ። ኢለቨን ላብስ ዝተባህለት እያ። ኢለቨን ላብስ ኢለቨን ላብስ ሓንቲ ካብቲኤን ነዊሕ ድገበራ ኤኣይ ሞዴልስ እያ። እዚኣ ድማ ናይ ድምጺ ጀነሬሽን እያ። ዝተፈላለየ ዓይነት ኦድዮ ወይ ድምጺ ክንሰርሕ ንኽእል። ሓደ ስክሪፕት ጽሒፍና ንህባ እሞ ወይ እውን ብጉግል ጀመናይ ከይድና ስክሪፕት ጸሓፍለይ ከምዚኣን ከምዚኣን ክብል ደልየ እዩ ሓደ ሰብ ኢልና እታ ስክሪፕት ድማ ኣብ ኢለቨን ላብስ ነእትዋ። ብደይ ናይ ድምጺ ማቴርያል ብደይ ማይክሮፎን ብደይ ድኾነ ነገር ብ AI ሓደ ሰብ ነቲ ድሃብናዮ ስክሪፕት ጽሑፍ ከንብበልና ይኽእል ማለት እዩ። ብናህና ድምጺ እውን ክንገብሮ ንኽእል ኢና እንተ ደሊና። ናህና ድምጺ ብምምላእ ብናህና ድምጺ ልክዕ ሓደ ኦድዮ ጀነሬሽን ወይ ድማ ሙሉእ ስክሪፕት ናይ ድምጺ ኣውድዮ ክንሰርሕ ወይ ከነቕርብ ንኽእል ኢና። ኢለቨን ላብስ ጥራሕ ደይኮነ ጥቕሚ ኣብ ድተፈላለየ ናይ ሙዚቀኛ መገዲ እውን ክንጥቀመሉ ንኽእል ኢና። ሓጸርቲ ናይ ሙዚቃ ኣውድዮ ወይ ድማ ሳምፕላት ከተዳልወልና ትኽእል እያ። ንቲክቶክ መስርሒ ድዩ? ሰብ ትካል ወይ ሰብ ቢዝነስ እንተኾንኩም ድማ ንተፈላለየ ኣድቨርታይዝመንት ክትሰርሑ ከለኹም ኮፒራይት ኢሉ ዶ ሸግረኩም እንተኾይኑ ተፈላለየ ኣውድዮታት ወይ እቲ ድምጽታት ዳውንሎድ ንገብሮ ክንጽዕኖ ከለና ብዝሒ ግዜ ኮፒራይት ኣለዎ ኢሉ የሸግረና እሞ ነቲ ፌስቡክ ድዩ ኢንስታግራም ድዩ ቲክቶክ ድዩ ኣብ ዝዘርጋሕናዮ ቦታ ንኸይድፋእ ወይ ድማ ብዙሕ ሰብ ንኸይሪኦ ድማ ብጣዕሚ ይዕንቅፈና። ስለዚ በዚ ኢለቨን ላብስ ብምጥቃም ሓጸርቲ ሳምፕል ኣውድዮስ ሰሪሕኩም ብነጻ ኮፒራይት ደየሸግረኩም ክትሰርሕሉ ትኽእሉ ኢኹም። እዛ ሓምሸይቲ ድማ ምስዛ ክብላ ዝጸናሕኩ ጎኒ ጎኒ እያ ትኸይድ። ኢለቨን ላብስ ጥራሕ ዘይኮነ ሱኖ ኤኣይ፣ Suno AI፣ ትብል እውን ልክዕ ከምኡ ኦድዮ ወይ ሶንግ ጀነሬተር ኣላ። ከምዚ ሙዚቃ ወይ ድማ እተፈላለየ ዓይነት ኣውድዮ ጀነሬት ትገብረልና። ከምቲ ቀዲምናንሎ ዝጸናሕና ነቶም ኮንተንት ክሪኤተርስ ዝተፈላለየ ዓይነት ቪድዮ ብሶሻል ሚድያ ትሰርሑ ወይ እውን ነቶም ሰብ ትካል ኣድቨርታይዝመንታት ክሰርሑ ዝደልዩ እዚ ኮፒራይት ዘይብሉ ሶንግስ ደርፍታት ወይ ድማ እተፈላለየ ድምጽታት ክንሰርሕ ንኽእል ኢና። ነዚኦም ጥራሕ ዘይኮነ ፊልም ክሰርሑ ዝደልዩ ሰባት እተፈላለየ ዓይነት ድምጺ ኣብ ዝኾነ ቦታ ክጥቀሙ ዝደልዩ ሰባት እዚ ክትጥቀምሉ ትኽእሉ ኢኹም። Suno AI እውን ካብዚ ንላዕሊ ደርፊ ከይተረፈ እዩ ዝሰርሓላ። ስለዚ ሙዚቀኛታት ዝተፈላለየ ዓይነት ዘዳለኹሞ ጽሑፈት ክትፍትንዎ ወይ ድማ ክትመልእዎ ተደሊኹም ብደይ ሙዚቀኛታት ብደይ ስቱድዮ ሙሉእ ናይ ሶንግ ኦሪጂናል ዝኾነ ደርፊ ወይ ኢንስትሩመንታል ከዳልወልና ይኽእል እዩ ማለት እዩ። ስለዚ ሓሙሽተ ዝተፈላለያ AI ርኢና ኣለና። መበል ሻድሸይቲ ንርእያ ድማ ኣዶቢ ፖድካስት እያ ትብል። Adobe Speech Enhancer፣ Adobe Podcast ንብላ ሓንቲ ንጽር ተጠቕሚ እያ ደላታ፣ እዚ ድማ ድኾነ ብሞባይልና ድዩ ብደይ ፕሮፌሽናል ንብረት ድመላእናዮ ድምጺ ከመይ ገሩ ንጹር ትገብሮ ማለት እዩ። እዚ ብድኾነ ብሞባይልና ይኹን ብድኾነ ካልእ ነገር ድተመልአ ድምጺ ኣብዛ Adobe Podcast ብምእታው ኣጸቢቑ ንጹር ብስቱድዮ ድተመልአ ድምጺ ከነምስሎ ወይ ክንቅይሮ ንኽእል ኢና። ስለዚ እዚኤን እየን ነይረን እተን ሽዱሽተ AI ማለት እዩ። እዘን ሽዱሽተ ኣዝየን ሓያላትን ኣገደስትን AI ኢና መዓልታዊ ህይወትና ድማ ኣጸቢቐን ክቃልላልና ዝኽእል ክእላ ብተፈላለየ መዳያት ህይወትና ክንጥቀመለን ንኽእል ኢና። ስለዚ ሳብስክራይብ ምግባር ኣይትረስዑ። ኤን ኣም ዘቐዲምና ተዛሪብናዮ ዝጸናሕና ብፍሉይ ክትርእይዋ ደለኹም እዛ AI እዚኣስ ንዓና ተገድሰና እያ እሞ ንጹር ቪድዮ ስቴፕ ባይ ስቴፕ ከመይ ጌርና ንጥቀመላ ኣዳልውልና ክትብሉ ድማ ኣብ ኮመንት ግደፉልና ካብኡ ተሞርኪስና ቪድዮታት ከነዳሉ ኢና ማለት እዩ። So thank you guys for watching. I'll see you in the next video.